ዝኸበርክን ኣሕዋተይ ከመይ ቀኒኽን ስመይ ኤደን ይበሃል ሎማዕንቲ ከዓኒ ናይ ኦርጋናይዚን ኣርእና ስለ ዝበልክናኒ ብተደጋጋሚ ተሓታኒ ቀኒኽን ይቕሬታ ዶንጌክን ሎማዕንቲ ግና እቲ ኣነ ገይረ ኦርጋናይዝ ትገብሮ ከርእየክን እየ ማለት እዩ ትፈትዎ እዚ ቪድዮ ከዓ ተስፋ ይገብር ይቐኒየለይ ክቡራት ኣሕዋተይ ሕራይ እምበኣር ክቡራት ኣሕዋተይ ሎማዕንቲ ከምቲ ዝሓተትክናኒ ማለት እዩ ብዙሓት ኣሕዋተይ ኩሉ ግዜ ተሓታኒ ፅፍርኺ ኣበይ ክትገብርዮ ገልመለይ ክንትብላኒ ሶሪ ሎማዕንቲ ከምዚ ደበና እዩ ዘሎ ኣብዚ ዝሩም ዘለኽዎ ትላይቲን ፅቡቅ ኣይኮነን ክስታይ ፀሎሎ እዩ ዘምስለካ ኤንወይ እቲ ሕብሪ ፅቡቅ ሕብሪ ኣይኮነን ብዝኾነ እሶከ ዳሓኒ መጀመርያ ከምዚ ገይረ ይፍሕፍሖ ማለት እዩ እቲ ምሸለክን እቲ ፅፍሪ ትገብር ተኾንካ ስቆርብ ሕርፍፍ ገለ ስለ ዝብል እሱ ፅቡቅ ልሙፅ ዝኾነልካ ማለት እዩ ንሱ ከዓ ወሰን ወሰኑ እዚ ቆርበትካ ቆርብ ድርቅ ስለ ድብል ንዕኡ እንኮላ ይፍሕፍሕ ተብሎ እንደገና ከዓ ዝተረፈ ከዓኒ ከም ዝተረፈ ክህልዎ ከሎ ከዓ ቆቁር ከዓ ከምዚ ጌርካ ከዓኒ ትቆርፆ ማለት እዩ ኩሉ ግዜ ኣነ ካብ ኣማዞን እየ ዝገዝኦ ዘቑሑት ማለት እዩ ድሕረይቲ ጫፍጫፉ ዝደረቐ ኣፅሪ ኣቢለ ምስ ወዳእኹ ከዓኒ ክስታይ ይለኽዮ ማለት እዩ ዝገለን ትበሃል ኣሎ ዲሃይድሬተር ማለት እዩ ከይነቅፅ ምእንቲ ወይ ከዓ ኔል ምእንቲ ዳሜጅ ከይገብሮ ኣብ ፅፍርካ ትገብሮ ማለት እዩ ቅድሚ ሕጂ ኳ ኣይጥቀምኒ ነር ሕጂ ግን እዚኤን ረኺበ ማለት እዩ ካብ ኣማዞን እቲ ሓንቲ ኦይል እያ ማለት እዩ እቲ ኦይል ነዚ ኢድካ ማለት እዩ ነቲ ስጋኻ ከይነቅፅ ምእንቲ ብኡ ሉሉሉል ተብሎ ቲኤን ዲሃይድሬተር ግን ናይ ብሓቂ ፅቡቅ እንተ እንዳ ፅፍሪ ትኸዳ ኮንክን ትሪኦ ቁምቢኽን ብጣዕሚ እዮም ከማን ዝበቅዎ ሂለኽ ኢልካ እዮም ማለት እዩ ምእንቲ ከይባላሾ ሽዑ ኩሉ ግዜ ከከይድካ ክትቅይር ከለካ ኩሉ ግዜ ኢድካ ዳሜጅ ኣይከውን እዩ ማለት እዩ ኦፍኮርስ ኬሚካል ስለ ዝኾነ ኩሉ ነገር ዳሜጅ ስለ ዝገብረካ ኩሉ ግዜ ክትጥንቀቕ ኣለካ ብዝተረፈ ሕጂ ከምዚ ገይረ ኣፅረዮ ማለት እዩ ጫፍጫፉ ሕጂ ከዓኒ ካብዚ ዲሃይድሬተር ክለኽዮ እየ ዳሕራይ ምስ ለኸኻዮ ክነቅፅ ኣለዎ ክነቅፅ ትገድፎ ማለት እዩ ንቕፅ ምስ በለ ብድሕሪኡ ኢኻ እቲ ፕሬስ ኦን ኔል ተልግቦ ቀደም ዳ ፅፍሪ ዝኸይድ ነይረ እምበር ንሓደ ሽዱሽተ ሸውዓተ ዓመት ባዕለየ ዝገብሮ ኣብ ገዛ ማለት እዩ ኢደይ ወላ ሓንቲ ተበላሽ ይፈልጥን እዩ ኩሉ ሻዕ ከምዚ ቴኬር ዝገብሮ ኤንወይ እዚ ዲሃይድሬተር ትሪኦ ዘለኽን እንተደሊኽንኦ ኣብ ኣማዞን እዩ ዘሎ ሊንክ ክገድፈልክን እየ ኦኬ ቸክ በረኦም ይኽን ኣነ ናይ ብሓቂ እየ ዝፈትዎም ሶ ከምዚ ጌርክን ትለኽኦም ሽ ዳሕራይ ክነቅስ ትገድፍኦ ማለት እዩ እንደገና ፅፍሪ ብጣዕሚ ክብሩ እዩ ስፔሻል ሕጂ ኣፀቢቑ እዩ ከቢሩ ሶ ተገድሽ ከዓ ሸሓተ ጥፍእ ባዕልኻ ዋላ እቲ ፅፍሪ ኣነ ካብ ኣማዞን እዩ ዝገዝኦ ሓሙሽተ ሚእቲ እዩ ዘለዎ ውሽጡ ሶ ዓመት ገለ ይፅናሓካ እዩ ማለት እዩ ጥራይ ግሉ ጥራይ ካ ኩሉ ሻዕ ትገዝእ እዚ ኣነ ዝጥቀመሉ ግሉ- ግሉ ከዓኒ ሱፐር ኔር ግሉ እዩ ዝበሃል ሸውዓተ መዓልቲ ሸሞንተ መዓልቲ ፅፍረይ ወላ ሓንቲ ይከውኒ ሓድሽ እዩ ዘሎ በቃ ሽዑ ባዕለይ ከማን ሰሙን ኣሕሊፉ ሕጂ ስከልግሶ ኢለ ባዕለይ እየ ከማን ዘልግሶ እምበሪ ሱቅ ተልካ ከማን ሱቅ ክብል ይኽእል እዩ ብጣዕሚ እዩ ድልዱል ከርእየክኒ ማለት እዩ ኩሉ ኣብ ኣብቲ ዲስክሪፕሽን ባክስ ክገብረልክኒ እያ ትሪኦ ምእንቲ ዳሕራይ ከምዚ ገይረ ምሽ ለኽዮ ቀስ ኣቢለ ዳሕራይ ምስ ነቐፀ ብድሕሪኡ ኮላ ክንገብረሉ ኢና ክብራት ኣሕዋተይ እቲ ፅፍሪ ዝገብሮ ከምዚ ዓይነት እየ ኣነ ዝፈቱ ማለት እዩ ትሪኣን ይኹን ኩሉ ግዜ እዚ ግሉ ከዓ ከምዚ ሱፐር ኔል ግሉ እዩ ዝበሃል ከምቲ ዝበልክኽን ናይ ኩሉ ሊንክ ክገብረልክን እየ ትደልያ ማለት እዩ

መጀመርያ ነቲ ግሉ ማለት እዩ ትገብረሉ ዳሕራይ ተጥብቆ ማለት እዩ ንሓደ ዕስራ ደቂቅ ድኸውን ከዓ ፑሽ ትገብሮ ማለት እዩ ኣጠቢቅኩ ሕዚ ምእንቲ በቃ ብድሕሪኡ ምንቕ ኣይብልን'ዩ ተጠንቀቓ እዚ ኣየር ከይኣትዎ ኣየር ተኣትዩ እዚ ፈንገስ ገለ ዝገብረሉ ሰብ ኣሎ ሶ ተጠንቀቓ ኩሉ ሻዕ ጠዊቕክን ሜክ ሹር ከም ዝነቐጸ ማለት እዩ ጽቡቕ ገይሩ ከም ዝሓዞ ከምኡ ጌርክን ንኹሉ ትገብራሉ

ሕጂ ኩሉ ምስ ገበርክዎ ማለት እዩ ሳይዙ ከምቲ ዝደለኽዎ ገይረ ቆርጾ ሓደ ሓደ ግዜ ደስ ክብለካ ከሎ ሓፂር ትገብሮ ተደሊኻ ነዊሕ ትገብሮ ከም ድላይካ ማለት እዩ ክትገዝኣ ከለኽን ከዓ ከምቲ ትፈትዎ ኢኽን ትገዝኣ ማለት እዩ ሼፕ በበይኑ ዓይነት እዩ ዘሎ ኣነ ከምዚ ዓይነት ሼፕ ስለ ዝፈቱ እየ እምበር ተደሊኽን ሓፂር ኣለክን ኣርባዕተ ኣንጎሎ ኣለክን ተደሊኽን ተደሊኽን ከቢብ ኣለክን ዝደለኽንኦ ማለት እዩ ከምዚ ገይረ ሕጂ ዓኒ ዳዓቀንኩ ዳዓቀንኩ ክቆርፆ እየ ማለት እዩ ማዕረ ምስ ኮነ ከዓኒ ምእንቲ ከይበልሕ ማለት እዩ ተልሙፆ ማለት እዩ በዚ ሊማ ጌርካ ኣፅሪ ከብሎ የፋሕፍሐ ማለት እዩ ዘይዋጋእ ገለ ምእንቲ ኮነለይ በቃ ኩሉ ምስ ወዳእኹ ማለት እዩ ኢደይ ብሳምና ገይረ ኣፀቢቐ ተሓፂበ መፀ ማለት እዩ ምክንያቱ እቲ ፓውደር ምስ ፋሕፋሕካዮ ንኣለርጂክ ዝገብረሉ ሰብ ኣሎ ናይ ሕጂ የሳሒኒ ገለ ኢደ ሰው ቀልጢፈ ይሕፀብ ሳምና ጌርካ ትሓፅቦ ማለት እዩ በቃ ፅቡቅ ይኸውን ብድሕሪኡ ኦይል ክገብረሉ እዩ ማለት እዩ ነዚ ቁርበተ እዩ ጫፍጫፍ ዘሎ ከይነቅፅ ምእንቲ እዚ ብጣዕሚ ፅቡቅ ገለን እዮም ዝበሃሉ እዞም ካምፓኒ ማለት እዩ ብዙሕ ግዜ ይጥቀመሎም እዚ ዳይረክሽን ገለ ማለት እዩ ከመይ ጌርካ ከምትነክዮ ገለ የርእየካ ኤኒወይ ከርእየክን እየ ከመይ ጌርካ ከምዘለካይ ብርቱዕ ዘይት ስለ ዝኾነ ብዙሕ ምግባር የድልያካን ነንእሽተይ ጥራይ ከምዚ ጌርካ ኣንጥብ ኣንጥብ ተብለሉ እንደገና እቲ ሒዛቶ ኣላ ምሽቲ ውሽጢ ብውሽጢ ሒዛቶላ ማለት እዩ ዳሕረይ ብላዕሊ ጥውቕ ተብላ ምሽ ጥብጥብ ይብል ማለት እዩ ከምኡ ጌርካ ዳሕረይ ፍሕፍሕ ተብሎ ብኢድካ ጌርካ በቃ ሽዑ እቲ ጫፍጫፉ ኢድካ ኣይነቅፅን እዩ ማለት እዩ ኣምዳ ኣምዳ ፕሮፌሽናል ዳ ፅፍሪ ተኸይድክን ትሪኦም ይኽን ምስ ወዳእካ ገለ ኩሉ ዘይቲ ገይሮም ይፍሕፍሕካ ማለት እዩ ጫፍጫፍ ኢድካ ብጣዕሚ ፅቡቅ እዩ ማለት እዩ ከምቲ ድበልኩኽን እቲ ሊንክ ናቶም ኣብዚ ዲስክሪፕሽን ባክስ ገብረልክን

ሶ እዚኣ ናተይ ናይ ፅፍረይ ክንክን ማለት እዩ ሰሙናዊ ዝገብሮ ኣብ ሰሙን ሓንሳብ እየ ዝገብር ከምቲ ዝበልኩኹን ማለት እዩ ኩልሻዕ ሰንበት ወይ ከዓ ሶኒ እየ ዝገብር ማለት እዩ ሓድሽ ይቕይሮ ሱቕ ቴለዮ ከማንስ የቕንዮ ክገርመክ ናተይ ግን ደስ ይብለኒ ማለት እዩ ምስ ቀየርኩ ሓድሽ ብዝኾነ እዚኣ እያ ናይ ፅፍረይ ዝሓተትክናኒ ከዓ መሊሰልክን ክኸውን ተስፋ ይገብር ሕጂ ከዓኒ ከመይ ገይረ ገዛ ኦርጋናይዝ ከም ዝገብሮ ከዓ ብዙሕ ግዜ ስለ ዝሓተትክናኒ ንዓኻትክን ኢለ ናይ ኦርጋናይዜሽን ንእሽተይ ቪድዮ ሰሪሕልክን ኣለኹ ክትፈትዎ ከዓ ተስፋ ገብር ሕጂ ከኣ ከምቲ ዝሓተትክናኒ መሰረት ከመይ ገይረ ገዛይ ኦርጋናይዝ ከም ዝገብሮ ክርእየክን እየ ማለት እዩ ኩሉ ግዜ ሕብሪ ሓደ እየ ድፈቱ ማለት እዩ ኣነ ፃዕዲቲ ብጣዕሚ እየ ዝፈቱ መብዝሕትኡ ኣቑሑት ናይ ገዛይ ፃዕዲት እዩ ንመጀመርያ ግዜ እዚኦም ፒንክ ዝገዛእክውን ድስታት ብጣዕሚ ስለ ዝፈትወን ማለት እዩ እቲ ፒንክ ሕብሪ ከዓ ደስ ስለ ዝብለኒ ፍልይ ድበለ ኢለ እየ ገዛኤን እምበር ኩሉ ነገረይ ጻዕዳ እዩ ማለት እዩ ዝገዛ ኣብዚ ካቢነት እዚ ከዓኒ ቢያትታ ተቐምጥ ማለት እዩ ዝተማሃርክዎ ማለት እዩ ሓደ ዓይነት ሕብሪ ተኮይኑ ፅቡቅ ኦርጋናይ ዝኾነልካ ማለት እዩ ወላ ሓንቲ ሕብሪ ስለ ዘይብሉ ኩሉ ሓደ ዓይነት ሕብሪ ማለት እዩ ኣብዚ ኩሉ ፃዕድት እዩ ኣብዚኣ ትቕፅል ካቢነት ከዓ ኩሉ ነገር ናይ ማይ መስተይ ናይ ዋይን መስተይ ናይ ቢራ መስተይ በበይኑ ገይረ የቕምጦ ማለት እዩ ዋላ ገሊኡ ከዓኒ ናይ ሻት ማለት እዩ ከዓ ንበይኑ ንሱ ከዓ ኣብዚ ይቕመጥ ማለት እዩ ካብዚ ወፃኢ ወላ ሓንቲ ካልእ ነገር ኣይቕምጥኒ ኣብዚኣ ካቢነት ማለት እዩ ኣብዚኣ ካቢነት ከዓኒ ከምኡ ማለት እዩ ሓደ ዓይነት ዝኾነ ብዙሕ ነገር ዘይጥቀመሉ ኣብ ዝገብሮ ማለት እዩ እንደና ኣብዚ ከዓ እንዳ ማግ ማለት እዩ እዚ ከዓኒ በብዓይነቱ ማግ ኣብ ዝገብሮ ኩሉ ዓይነት ሕብሪ ዘለዎ እዚኣ ታሕተወይቲ ቃል ዳ ኮፊ ማለት እዩ ሶ ክልሻዕ ሓደ ዓይነት ማለት እዩ ናይ ኮፊ ኩሉ ናይ ኮፊ ዝጥቀመሉ ኣብዚ ኣሎ ማለት እዩ ዋላ ሽኮር ዋላ ቡን ኩሉ ማለት እዩ ኣብዚ ኣቐምጦ ኣብዚ ከዓኒ ናይ ቆልዑት መስተይ ስቓ ኩባያታት ማለት እዩ በዚኦም መብዝሕትኡ ድሰትዮ ያ። እዚ ከዓኒ እንዳ ድስተይ ማለት እዩ ወይ ከዓ መብልዒ እንጀራይ ገለ ዘቕምጠሉ እዚኣ ድስተይ ኦቨር ሞንት ማለት እዩ እዚኣ ዝነኣሰት እንዲያ ርዝን ዝበለ ስለ ዝኾነ ከይረዝኖ ኢለ ነቲ ታሕታይ ኣብዚ ላዕሊ ገይረያ ነበይና ማለት እዩ እቲን ክልተ ካብ ታሕቲ ኣለዋ ኤንወይ መብልዕ እንጀራ እየ ብዘየ ዘቐምጦ ማለት እዩ እዚ ፒያትታት ናይ ሻሂ ክሰጥ ከለና ንጥቀመሉ ንኣሽቱ ፒያትታት ገለመለ ኣብ ዘቐምጦ ኣብ ታሕተይ ከዓኒ ቦል ገለ የቐምጥ ማለት እዩ እቺ ተረኣኮስ ከይትረዝን ይለፍቲ ላዕሊ ገይረያስ እቲ ቦል ከዓስ ረዚን እዩ ማለት እዩ ዳርጋ ማዕረ ይሶ ክቕይሮ እየ ማለት እዩ ግን ከምቲ ትሪኦ ዘለኽን ብጣዕሚ ዝኾነት ሓፍትና ከዓ ሓቲትክኒ ነርኪ ንዶር ኢልኪ ገዚእክዮስ ፅቡቅ ዶ ኸውን ገለ ኢልክን ነርኪ እሞ ክሳብ ሕጂ ተጠቐምክሉ እንደለኹ ግን ሓውሲ ቤትሮን ሓውሲ ስልጣን እያን እዩ ሓፍ ኣይብልን እዩ ዒስራ ፓውንድ ገለ እዩ ምርዛኑ ማለት እዩ ከቢድ እዩ ከምኡ ስለ ዝኾነ ክሳብ ሕጂ ኣይተጠቐምክሉን ግን ነውዲ ዓመት ክሰራርሕ እየ ኣብኡ ገይረሞ ክነግረክ እየ ሽዑ ምስ ረኣኽዎ ከይረኣኽዎስ እንታይ ክብል እሞ ኣብዚ ዓድስ ክስታይ እንድገብራሉ መብዝሕትኡ ግዜ ባኒ ስንክታሉ ካልእ ከዓኒ ሱፕ ገለ ኣብኡ እየ እንድሰርሓ ማለት እዩ ምስ ተጠቐምኩ ምስ ረኣኽዎ ክነግረክ ከምኣ ዝሓይሽ ምሽ ጌጋ ሓበሬታ ክህበክ ኢለ ዝሓፍተይ ማዕሪ ኣክሽሊ ኣነ መቐረቢ ኢለ ገዜ እዮ ከምቲ ኣብ ዓዲ ንገብሮ ዝነበርና ድሎት ሰሪሕካ ወይ ከዓ ፀብሒ ወይ ገለ ኣብ ስልጣን እያ ነቕምጦ ነበርና ንኸምኡ ኢለ ገዘ እዮ ድሕሪ ከዓ ረዮ እሞ ክፅብቕ ትሕብሩ ብፍላይ ቀይሕ ኣሎስ እቲ ቀይሕ ክነግረክን ኣይክእልኒ ኩሉ ዓይነት ሳይዝ የለን እቲ ቀይሕ ብዙሕ ይርከብን እዩ ሰብ ንዑ እዩ ዝገዝኦ ዝበዝሕ ሶ ኣይተገደስኩሉም ብዙሕ ግን እዚኤን ሕብሪ ከዓነ በቃ ክፀላን ደልየን ፒንክ ከዓነ ሕጂ ብጣዕሚ እዩ ዝፈቱ ኩባያታት ገለ መለታት ኣለዋን እየን ማገለልን እዩ ፒንክ ሶ ኤኒወይ ብጣዕሚ ፈትየን ከምቲ ዝበልኩ ክብርቲ ሓፍተይ ምስ ፈተንክዎ ክሰርሐሉ ክፍትን እየ ንዓኻትክን ኢለ እምበሪ ክሰርሐሉ ኢለ ይኮንኩም ገዜ እዮ መቐመጢ ፀብሒ ኢለ ገዜ እዮ ንዓይ ግን ምእንቲ ንዓኻትክን ምእንቲ ጌጋ ሓበሬታ ክህበክን ኢለ ቸኬረ ኣብኡ ናይ ሓበሻ መግቢ ሰሪሐ ክነግረክኒ ከመይ ከም ዝፈትኽዎ ማለት እዩ ግን ክትሪኦ ከለካ ክነግረክን ኣይክእልኒ ክፅብቅ ማለት እዩ እንደገና ሓፍ ኣይብልኒ ክረዝን ማለት እዩ ገና ከማንቲ ናይ ውሽጡ እቲ ክኩቡ ገለገል ኣይውፃኹ ዘለኹ እዚ ትኳዕ ትኳዕ ውሽጡ ዘሎ ከዓኒ ክርህፅ ከሎ ክንዲ ርሂፁ ውስቕ ዝብል በቲ ትኳዕ ትኳዕ ጥብጥብጥብ ኢለን ውሽጢ ይኣትዋ ማለት እዩ ሶ ኣይነቅፅን እዩ እቲ መግብኻ ማለት እዩ ወላ ካብ ኦቨን ምስ ኣውፀኻዮ ስቲል ብጣዕሚ ውዕ እዩ ገለ እየን ዝብለኦ ምስ ፈተንክዋ ስርሐይ ኢለ ፈቲነ ከርእየክን እየ ማለት እዩ ከምኡ ይሓይሽ ሳይዘን ከዓ ሓንቲ ሸውዓተ እያ ሓንቲ ሓም- ሓሙሽተን ፈረቓን እያ ሓንቲ ከዓ ኣርባዕተን ፈረቓን ማለት እዩ እቲኣ ሓንቲ ዓባይ እተን ክልተ ከዓ ንፅንፅ ዝበላ ከለ ከዓ እንደ ቀመማት ትፈልጦ ይኹን ሓንሳብ ኮይና ጌርና እዛ ኩሉ ዓይነት ቀመም ዘድልየና ኣብዚ ኣሎ ማለት እዩ ጅዋላ ቦታ ተደይብልካ ክንዲ ዝምብዝሑስ ደግብርቲ የብልካ ቦታ ተደይብልካ ውሕድ በለ ጌርካ ኣብ ዝኾነ ኩርናዕ ክትገብሮ ትኽእል ኢኻ ከምዚ ለይ ዝብሳን ተዳሂብካ ከኣኒ ኣብ እንትገብረንሽ ዳኸበብካ ኣብ ካቢነ ተእትዎ ትኽእል ኢኻ። ሶሪ ሰዓል ሒዛኒ ኣላ ክቡራት ኣሕዋተይ ይቕረ በራይ እዚኣ ኣዳ ቀመመይ ማለት እዩ ኩሉ ኣብዚ ዘሎ ዘድልየኒ ኣለዎ ዘሎ እዚኣ እንዳ መኽደን ድስተይ ማለት እዩ መኽደን ድስተይ ከምዚ ገይረ እየ ዘቐምጦ እዚኣ ከዓኒ ከምዚ ዘድልየኒ ነገር ማለት እዩ ብቐረባ ዝሰርሐሉ እንደገና ካራሩ ኣብዚ ካቢነት ገለ ምቕማጥ ኣይፈቱን እየ ኣብዚ ካውንተር ታፕ ማለት እዩ ብጣዕሚ ሓደገኛ ስለ ዝኾነ ካራይ ሕብእ እየ ደብሎ ማለት እዩ ባዕለይ ኣብቲ ዘድለየኒ ተጠቂመ ኣብቲኣ ዝነበረት ኣመልሳ ካልእ ከዓ ንእሽተይ መጥሓኒት ኣላሃኒ ካልእ ከዓ ነዚ ናይ ጁስ እዚኣ እንዳ ድስተይ ማለት እዩ ድስተይ ከይባላሸወኒ ምእንቲ ፓድ ገዚኤሉ ካብ ኣማዞን ሶ ኣብ መንጎ መንጎ የእትወሉ ሶ ኣይባላሸወኒ ድስተ ከነ ነዊሕ ግዜ ማለት እዩ ከምኡ ገይረ ይከናኸኖ እዚ ኸ እንዳ ማናኮ እዩ ማለት እዩ ማናኮ ኩሉ ዘድልየኒ ኣብዚኣ የቕምጦ ማለት እዩ ኣክሽሊ ኣብ ክልተ ቦታ እየ ዝፈለየ ነይረ ሕጂ ግን ዳዋሕዳ ዳዋሕዳ ስለ ዝኸዳ ስኢለ ብሓንሳብ ገይረየን ማለት እዩ ሶ ዝደለይዎ መሪፆም ይጥቀሙ እዚኣ ትቕፅል ከዓኒ ናይ ስፓቹላ ማለት እዩ ኩሉ ዘድልየኒ ኩክ ክገብር ከለኹ ወይ ክፀብሕ ከለኹ ዝኾነ ነገር ኣብዚ የቕምጦ ማለት እዩ ቀፂለ ከዓኒ ፓንትሪ ማለት እዩ ኣብዚ ኣይላንድ ዘሎ ከዓኒ ኣብ ኣይላንድ ዘሎ ካቢነት ንከምስታት ዝጥቀመሉ ሻሂ ባኮታት ሻሂ ማለት እዩ እዚ ሬዘን ገልመል ዝኾነ ስናክ ማለት እዩ ኣልመን ገልመል ኣብዚ እየ ዘቐምጦ ሶ ካብዚ መመፅኦም ዝደለይዎ ይወስዱ ማለት እዩ ካልእ ነገር ኣይቀምጥን እየ ብዚ ብጀካ ስናክን ሻሕን

ሓሩር ክኾን ከሎ በዚ ኢና ንጥቀም ማለት እዩ ኣብዚ ቦል ኣለኒ መቐመጥታት ኣለኒ ማለት እዩ ኤክስትራ ዝጥቀመሉ ዝኾነ ነገር ማለት እዩ እዚኣ ትቕፅል ከዓኒ እንዳ ፓስታ እዩ ማለት እዩ ኣብዚ ናይ ፓስታ ጥራይ እዩ ኣብዚ ዝቕመጥ ኩሉ ዘድልየኒ ኣብዚ ኣሎ ማለት እዩ ዋላ ሶስ ኮላ ገለ ኣብዚ ዘቕምጦ

ዋላ ጓንትታት ዋላ ገለ ኩሉ ዘድልየኒ ኣብዚ ዘቕምጦ ማለት እዩ ኣብዚ ማእኸል ከዓ ንእሽተይ ክስታይ የቕምጠሉ ማለት እዩ ኤክስትራ ሙሉል ኣቑሑት ዝተረፈ ከምዚ ገይረ ኦርጋናይዝ ዝገብሮ እዚታት ኩሉ ገለ ኣብቲ ናተይ ኣማዞን ስቶር ኣብኡ ኣለክን ማለት እዩ ቸክ በሮ ይኽን ኩሉ ነገር ዘድልየኒ ኣብዘይ ዝገብሮ ኤክስትራ ስፖንች ዋላ ምሻለክን ኩሉ ዘድልየካ ንእሽተይ ቫክዩማት ኩሉ ኣብዚ ኩሉ እዩ ዝሕዘልካ እዚ መትሓዚ ክፍቶካ ማዓት እዩ ኢንወይ ከምዚኣ እየ ኦርጋናይዝ ዝገብራ ገዛ እዩ ማለት እዩ ናይ ፓንትሪ ኦርጋናይዘር ከዓኒ ካብ በዓል ሮስ ገለመለ ማዓት ኣለክን ከምዚታት ማለት እዩ ከምዚ ገይርክን ኦርጋኒክ ትገብሮ ማለት እዩ ከምኡ እየ ዝጥቀም ኣነ ካብዚ ማዓት ገዜ እየ ነይረ ደይርሳዕኒ ንብዙሕ ነገራት ዋላ ነዚ እንዳ ሽጎማ ነገለ ኣብ ከምኡ ዋላ ይጥቀም እየ ሶ ከምዚ ዌቪ ኦርጋናይዘር ተደሊኽን ኣብ ሮስ ኣለክን ኣብ ማርሻልስ ኣለክን ኣብ ቲጀ ማክስ ሆም ጉድስ ገለ ኩሉ ኣለክን ኢንወይ ካብኡ እየ ዝገዜ እዮ ኦርጋናይዝ ገብሮ ከለኹ ባንትሪ ከዓ ከምዚ ገይረ ኦርጋናይዝ ዝገብሮ ብታሕቲ ፕላስቲክ ከየንጽፈሉ ከይረስሕ ምእንቲ ብፍላይ ዘይቲ ገለ ተኮይኑ ስለ ጥብጥብ ስለ ድብል ነዚ ኔርካ ኔርካ ምቕያር ይሓይሽ ማለት እዩ ዘቐለለ ክተፅርዮ እንደገና ተሪር ዕንጨይቲ ስለ ዝኾነ ከይባላሾ ከዓ ምእንቲ ከዓ ይሕግዞ ማለት እዩ ፓንትሬይ ከምዚ ይመስል ማለት እዩ ኣብ ኩሉ ነገር ዘድልየኒ ኣብ ዝለኒ ካብዚ እንዳውፀኹ ይጥቀም ኩሉ ሻዕ እንዳፅረኻዮ ትኸይድ ማለት እዩ ናይ ጎሓፍ ጎማ ናይ ፎይል ኤንደን ካልእ ነገራት ከምዚ ፕላክ ገለ መለካ ኣብ ከምዚ ኣቕምጦ ማለት እዩ ኩሉ ግዜ እርኑብ እዩ ማለት እዩ እዛ የዘራገካን እዩ ደስ ይድብለካ ውድእ ክተብል ከለካ ትምልኦ ጥራይ እዚ ኩሉ ቁሑት ከዓኒ ኣብ ኣማዞን ኣለክን